ንሕና ኣይኮነን ዶ ንብዙሓት ሽጉራትሲ ንሓደ ሰብ ካንሰር ዝሓመመ ልዕሊ ሚእቲ ሽሕ ኣዋጺእና ንሓድር ህዝቢ ኢና ንምሕጋዝ ጸገም ዘለና ኣይኮናን ጥራይ። ክልተ ነገር ብጣዕሚ በቃ ዝቀናእኩሉን ዝኮራዕኩሉን ነገር ብተጋሩ መንእሰያት ልዕሊ መንግስቲ መንግስቲ ዝኮኑ መንእሰያት በቃ ስቅ ኢልካ ንክትሪኦም ዘኩርዑካ በቃ ትሕጎሰሎም ትሕበነሎም መገዶም ብዘይገድስ መርገፂኦም ብዘይገድስ ህዝቢ ይቕደም ዝብል መትከል ሒዞም ህዝቦም ዘድሕኑ ዘለዉ ተጋሩ መንእሰያት ክንቅይሮ ንኽእል። እዞም ፖሊቲከኛታት ንባዓልሶም ሚልዮነራያት ክቕየሩ፣ ንባዓልሶም ፅቡቕ ምቸት ክምችዎም፣ ንባዓልሶም ኣብቲ ዝማመቖ ገዛ ማሚቖም ኣብቲ መሬትና ንብሎ ክነብሩ ከለዉ እቲ ህዝቢ ግን ይስደድ፣ ይመውት፣ ይቕተል እዩ ዘሎ። ስለዚ ሓደ ሰብ ንህዝብኻ ድምፂ ክኸውን ከሎ ካብ ድምፂ ሓሊፉ ብገንዘብ ብሰዓት ብኹሉ ነገር ኣብ ጎንኻ ክኸውን ከሎ ንስኻ እውን ግዴታ እኻ ብኹሉ ነገር ኣብ ጎኑ ክትከውን ዘለካ ኤርትራውያን ኣብ መዓስከር ዘለው እንታይ እዩ ዘጋጥሞም ዘሎ እስኪ ካብ ኤርትራውያን የሕዋትና ዘሕልፍዎ ዘለው መልእኽቲ ንስማዕ እሞ እዛ ቪድዮ እዚኣ ከምቲ ንሶም ሸር ናገበሩ ብገንዘብ ብኹሉ ነገር ነሕዋትናን ህዝብናን ድምጺ ዝኾኑ ዘለዉ ንሕና ውን በታ ዘለትና ዓቕምና ብሸር ብላይክ ብሞራል ብገንዘብ ብዝተፋላለየ ኣብ ጎኖም ኮይና ክንሕግዞም በዚ ኣጋጣሚ መልእኽቲ ከሕልፍ ይደሊ እስኪ ሕጂ ናብቲ ቪድዮ ከብለኩም። ብዛዕባ ናይ ኤርትራውያን ኣብ ክልል ኣምሓራ ኣብ ዳባት ዘለዉ ክብራት ተዓዘብቲ ንምንታይ ረሲዕኩሞም ኢልኩምና ኣነ ብቻነለይ ብዙሕ ግዜ ተዛሪበ እየ ኣብ ኣዲስ ኣበባ ዘለዉ ስንጥበባውያን ብዙሕ ግዜ ተዛሪቦም እዮም ካብ ናይ ደለይቲ ፍትሒ ቻነላት በዓል ሰልጠነ ውን ብዙሕ ግዜ ተዛሪቦም እዮም ግን እቲ ጉዳይ ሓንሳብ ፖለቲካ ክወሶ ሓንሳብ ናይ ሃይማኖት ክወሶ ምስቶም ዝሕግዙ ሰባት ዘይምትእምማን ይመጽእ ብሓፈሻ ድማ እቲ ዘለዎ ቦታ ወላ ኣብኡ ኣለዉ ሸፋቱ በቃ ሸፋቱ መጺኦም ንብረቶም ወስድዎም ሸፋቱ መጺኦም ይቐትልዎም ወላ እቲ ቦታ እዩ ሽግር ዩኒኤስኣርዲ ገለ ነጊርናሲ ካብኡ ነውጻዮም ኣብ ካልእ ቦታ ይኹኑ ኢልና ብዙሕ ግዜ ተዛሪብና ኢና። እቲ ሰብ ግን ብዙሕ ሸር ዝብሎ ኣይኮነን ማለት እዩ። ሕጂ እውን ሸር ንበሎ ትብሉ ኣለኹም። ንኣብነት እዚኣ ባንክ ኣካውንት ረኺበ ኣለኹ ክቡራት ተዓዘብቲ። ካልእ ሓበሬታት ረኺበ እውን ኣብ ዝቕጽል መደበይ ከምጽኦ እየ። ንሕና ኣይኮነን ዶ ንብዙሓት ሽጉራትሲ ንሓደ ሰብ ካንሰር ዝሓመመ ልዕሊ ሚእቲ ሽሕ ኣዋጺእና ንሓድር ህዝቢ ኢና። ንምሕጋዝ ጸገም ዘለና ኣይኮናን ጥራይ ብጡር ንፍቶም ትሕግዙ ሰባት ድማ እቲ ዝተሓገዘ ዘይምትእማን ስለ ዘሎ ፖለቲካ ስለ ዝሕወሶ እቲ ጉዳይ ገለ በቃ ከምዚኣ ከምዚኣ ሓጊዝና ኢልኩም ነቲ ህዝቢ ጥራይ ኣረክቦ እምበር ንሕና ንኹሉ ዝተሸገረ ሰብ ሸር ምባል ኣየጸግመናን እዩ ክብል እደሊ ኣየሳእነና የቐንየለይ ሰላም ከመይ ውዒልኩም ሓቂ ንምዝራብ ንውስን ግዜ ከምዚ ኢለ ብድምጺ ዝኾነ ቪድዮ ክሰርሕ ኣይደለኹን ነይረ ነገር ግን ሓደ ሓደ ግዜ ኣብ ግዜን ኣብ ሰዓትን ክትብሎ ትደሊ ነገር ኣሎ ወይ ክተመሓላልፎ ትደሊ ነገር ኣሎ ስለዚ ሎም መዓልቲ እንታይ ክብል ደልየ ትዝክርዎ ንሕር ኮይንኩም ቅድሚ ዓመትን ኣርባዕተ ወርሕን ዓመትን ሓሙሽተ ወርሕን ብዛዕባ ኣብ ደባት ዓዲ ኣምሓራ ዘለዉ ይሕዋትና ኤርትራውያን ዜጋና ይሳቐዩ ኣለዉ ብጥሜት ይሳቐዩ ኣለዉ ዝበልዕዎ ስኢኖም ይሳቐዩ ኣለዉ ካብኡ ብዝሓለፈ ከዓኒ ይቕተሉ ብኻራን ብሸጓጉጥን መጺኦም ይቐትልዎም ኣለዉ። ስለዚ ድምጺ ንኹኖም። ካብኡ ብዝሓለፈ ከ ዓቕምና ብዝፈቐዶ ኢደይ ኢድካ ኢልና ንሓግዞም ኢልና ወጺና ኔርና ኢና። ልዕሊ ሰለስተ ግዜ ኣርባዕተ ግዜ ቪድዮ ሰሪሕና ኣብ ላይቭ ኣቲና ሓግዙና ኢልና ግን ሰማዕ ስለየለ ከም ሰብ ሞራልካ ስለ ዝትንከፍ ከኣ ትብገስ ከም ሰብ ግን ሞራልካ ስለ ዝትንከፍ ከኣ ታይገድሽን ብዓቕመይስ ሚእቲ ሓምሳ ሓጊዘ ስቕ ዘይንብልና እቲ ጉዳይ እንድሕር ሪእኹሞ ነዊሕ ኣይከደን ስቕስቕ ኢልና ኩላትና ሕጂ ግን ካብኡ ብዝኸፈኤ ካብኡ ብዝበኣሰ ኣሰቃቂ ነገር ይወርዶም ስለ ዘሎ ድምጽና ጥራይ ዘይኮነ ሓገዝና እውን የድልዮም ኣሎ። ስለዚ በብዓቕምና ዘለና ናይ ንግሆ ቁርስና ንዜጋታትና ንወገናትና ንሓግዝ። ኣዴታትና ኣቦታትና ብጥሜት ይሳቐዩ ኣለዉ። የለን ኢልካዮም ዘይሰምዑ ህጻውንቲ ብጥሜት ይሳቐዩ ኣለዉ። ጥሜቶም ከይኣኽሎም ካብኡ ብዝሓለፈ ኣሕዋትና ደቂ ተባዕትዮ ብኣሰቃቂ ነገር ይቕተሉ ኣለዉ። ኣሕዋትና ኣብ ቅድሚ ኣዴታቶም ኣብ ቅድሚ ኣቦታቶም ኣብ ቅድሚ ኣሕዋቶም ሰብኡት ክንሶም ሓፍቶም ኣብ ቅድሚኦም ክትድፈር እንከላ ይርእዩ ኣለዉ ዋላ ሓደ ግዜ ኣብ ልብያ ድዮም ዘለዉ እኮ ይብል ስለዚ በጃኹም ሓገዝ የድልዮም ኣሎ በብዓቕምና ንሓግዞም እቶም ሰብ ሚድያ ዘለኩም ሓግዝዎም በቃ ክትሕግዝ ተዘይክኢልኩም ብገንዘብ በቃ ኣዋዓውዕሎም እቲ ነገር ስለዚ ኩላትና ንሓግዝ ዜጋታትና እዮም ትማሊ ምሳና ብዙሕ ዝረኣዩ እዮም ትማሊ ፍቕሪ መዓስከራት ምሳና ዝነበሩ እዮም ትማሊ ምሳና ብዙሕ ነገር ዝሓለፉ እዮም ስለዚ ኣሕዋትና እዮም ደቂ ዜጋና እዮም ዓዓቕምና ንሓግዞ በጃኹም ብፍላይ የለን ኢልካዮም ዘይሰምዑ ህፃውንቲ ሒዝካ ብርከም ዝጠለሞም ኣረጋውያን ሒዝካ ናበዮም ከቡ ናበዮም ክኸዱ ጥሜቶም እኳ ከይኣኽሎም ነታ ከርሶም ስኳ ድሓን ፅንሕ ኢሉ ክመፅኣ ክኢሎም ምዕሸዋ ግን ይቕተሉ ኣለዉ መንእሰያት ኣሕዋትና ብኻራ ይቕትሉ ኣለዉ ብሽጉጥ ይቕትሉ ኣለዉ ደቂ ኣንስትዮ ብኣሰቃቒ ብክትገልፁ ዘይትክእል ነገር ሕማቕ ነገር ይወርደን ኣሎ ንምንታይ ኢኹም ኣብ ዜጋኹም ክኸውን ከሎ እዝንኹም ትዓጭው ንምንታይ ኣብ ከም ከም ሓውኹም ወዲ ሃገርኩም ክኸውን ከሎ ተስቅቑ ንምንታይ ከምዚ ተዋዕውዕሎም ንምንታይ ከምዚ ትሕግዝዎ ኣነ ሓንቲ ክርዳን ዘይክእል እሱ ጽቡቕ እዩ ኣነ ሓቂ ዘረብ ሰሙን እዚ ክልተ ነገር ብጣዕሚ በቃ ዝቀናእኩሉን ዝኮራዕኩሉን ነገር ብተጋሩ መንእሰያት ልዕሊ መንግስቲ መንግስቲ ዝኾኑ መንእሰያት በቃ ስቅ ኢልካ ንክትሪኦም ዘኹርዑኻ በቃ ትሕጎሰሎም ትሕበነሎም መገዶም ብዘይገድስ መርገፂኦም ብዘይገድስ ህዝቢ ይቅደም ዝብል መትከል ሒዞም ህዝቦም ዘድሕኑ ዘለዉ ተጋሩ ካብኦም ቅዱስ ቅንቅኑ ጀጋን በቃ ልዕሊ መንግስቲ መንግስቲ ዝብል ስያመ ክወሃቦም ዝግቦም መንእሰያት ብጣዕሚ እያ ንኾሪዐለን ልዕልቲ ዝገበሮ ሓገዝ ብናቶም ሰናይ ግብርሲ ብሓቂ ንባዓል ዋላ መፅእ ንቅድሚ ኣምና ብጣዕሚ ሕጉስ ንህዝቦም ዝረኣይዎ ፍቕሪ ስለዚ ቀፅሉ ስለዚ ንሕና እውን ሓድነት ይሃልወና ህዝብና ነድሕን ዜጋ ይኮ ዜጋ ሰብ ይኮ ዝመውት ዘሎ ሰብ ይኮ ዝቕተል ዘሎ የሕዋትና ደቂ ኣንስትዮ ክብሪ ሃገር ዝኾና የሕዋትና እየን እኮ ዘድፈራ ዘለዋ ነየንቲ ሃገር ኢኹም ትቃወሙ ዘለኹም? ነየንቲ ሃገር ኢኹም? ኩሉ ግደፎ እሞ ህዝብኹም ይቕደም፣ ህዝብኹም ኣድሕኑ። ናይ ንጎ ቅርሲ ንሓሙሽተ ዓሰርተ ክንስእነ ኣሎ እሺ ርዳኒ ንሕልፎ ዘለና ህይወት ወይ ብዙሕ ነገራት ዝተሓላለኸ ክኸውን ይኽእል እዩ። ነገር ግን ዋላ ክትሕግዝ ተዘይከኣልኩም ጸሎት ንባዕሉ ዓብዪ ሓገዝ እዩ። ዋላ ሚድያ ወፂኻ ምዝራብ ሸር ምግባር ንባዕሉ ዓብዪ ሓገዝ እዩ። ንሕና ክንሕግዝ ዘይከልና ናብቶም ዝሕግዙ ነመሓላልፈሉ ስለዚ ሕጂ እውን በጃኹም ኣድህቦኹም ነቶም ኣብ ደባት ዝሳቀዩ ዘለዉ ኣሕዋትኩም ዝሳቀዩ ዘለዉ ዝድፈራ ዘለዉ ኣሕዋትኩም ብኻራ ዝቕተሉ ዘለዉ ዝቕተሉ ዘለዉ ኣቀታትሎም ተዝነግረኩም ወይ ተትሰምዕዎ ሲ ኣዝዩ ዘስካሕኽሕን ሕማቕ ነገር እዩ ስለዚ በጃኹም ድምጽኹም ንኣብ ደባት ዘለዉ ኤርትራውያን ኣሕዋት ኮንኩም ንኤርትራውያን ጥራይ ኣይኮነን እዚ ቪድዮ ንኹሉ ሰብ ሕልና ዘለዎ ብሕልና ተገዚኡ ዝኸይድ ሰብ እንዳመተ ብጥሜት እንዳመተ ሰብ እናተቐትለ ሕልኑ ዘይገብረሉ ሰብ ኣብ ደባት ንዘለዉ ዓደም ሓር ኣሕዋትና ኣዴታትና ኣቦታትና ህፃውንቲ ንክትሕግዙና ብትሕትና ንዕድመኩም ስለዚ ብዚ ኣብ ላዕሊ ዝገድፈልኩም ቴሌፎንን ኣድራሻን ዓቕሚ ከም ዝኾነ ክትሕግዝ ትኽእሉ ኢኹም ዘድልየኩም ኢንፎርሜሽን እንድሕር ደሊኹም ካብቲ ሰብ ተደዊልኩም ክትወስዱ ትኽእሉ ኢኹም ስለዚ በጆም ከምዚ ኣብ ልዕሊ ህዝቢ ትግረ ሓውና ጎረቤትና ሓውና ዘረኣኹም ምሕልናዊ ፍቕሪ ዘረኣኹም ብሕልና ምግዛእ ኣብ ህዝብኹም እውን ከምኡ ኣርእዩ ንህዝብኹም ውን ሓግዙ ንህዝብኹም ውን ኣለና ከልካ በልዎ ንህዝብኹም ብስምረት ብሕምረት ብሕብረት ኢድኩም ኣጠማሚርኩም በቃ ዓሰርተ ድያ ሚኢትስ ኣለናልካ ህዝበይ በልዎ እቲ ኣለናልካ ንባዕሉ ሞራል እዩ ስለዚ ብጃኹም ኣብ ዜጋታትኩም ክበፅሕ እንከሎ እዝንኹም ኣይትዕፀዉ እንተጋር ኣሕዋትና ውን እግዚኣብሔር ኣምላኽ ካብ ዘለኹም ኣቲኹምዎ ዘለኹም የውፅኹም ኣነ ሓቂ ዝረብ ብጣዕሚ ደስ ኢልኒ ብመጠን ከማ ረድኤት ስለ ዝረኽቡ ማለት እዩ እግዚኣብሔር እንኳ ዓውያትኩም ሰምዐ እግዚኣብሔር እንኳ እቲ ብጥሜት ዝተሳቀየት ነፍሲ ጋዕራ እንኳ ሰምዐ ኣዴታት ክስሕቃ ዝግበን መንእሰያትና በቃ ብዙሕ መፃን ራእይ ዘለዎም ህፃውንቲ ክሳቀዩ ኣይግብኦምን ኣቦታትና ርእሶም ኣድኒኖም ክበክ ይግብኦም ስለዚ ተጋሩ ሕዋቴ ብጣዕሚ ደስ ኢልኒ ንዓኹም ኣብ ቅድሚ ኣምላኽ እመቤቴን በቃ እቲ ሓድነት ናትኩም እቲ ሕብረት ናትኩም ንህዝብኹም ዘለኩም ፍቅሪ ህዝቢ ይቅደም ዝብል መትከል ሒዝኩም ትኸድዎ ትገብርዎ ዘለኹም ብጣዕሚ እየ ኮሪዕልኩም ኣነ ብውልቂ ብጣዕሚ ተሓጒሰልኩም እግዚኣብሔር ሓይልን ጉልበትን ይሃብኩም ንህዝቢ ትግራይን ከምኡ ሰላም ቅሳነት ይሃቦ ካብ ዝኣትዎ ዘለውን ስለዚ ኣድህበና ከምኡ ንሕንፃጣ ብህንፃጥ ንዘለዉ ህዝቢ ከምኡ ውን ኣብ ደባት ንዘለዉ ህዝቢ ንኩሉ ብማዕርነት ብሕልናውያን ንሓግዝ ኩሎም ህዝቢ እዮም ኩሎም ሰብ እዮም ኩሎም በቂ እንድሕር ብሰብኣውነት እንድሕር ኮይና እታ ኣደት እያ ትግራዊት ኣደኻ እታ ኣደ ኤርትራዊት ኣደኻ ስለዚ በጃኹም በጃኹም በጃኹም ከምኡ ኣብ ደባት ንዘለዉ ኹኑ ኣብ መዓስከር ምሕንፃፅ ንዘለዉ ኹኑ ህዝብና ነድሕን ብጥሜት መውተሎ ሰብ ስሕስቡ ኣብዚ ሕጂ ዘመን ሰብ ብጥሜት መውተሎ ክበሃል ሲ ጥሜቶም ከይኣኽሎም ከዓኒ መንእሰያት ብኻራን ብገለን እዮም ዝቕተል ዘለዉ ኣቦታት ዕድሚኦም ዝደፍ እዮም ዝቕተል ዘለዉ ስለዚ በጃኹም ድምፅኹም ንዘጋኹም ሃቡ ዓቕምኹም እውን ሓግዙ ዓቕምኹም ዘፍቀዶ
የሕዋተይ እዚ ግዜ ንቀይሮ ንሕና ኢና መናእሰያት ክንቅይሮ ንክእል እዞም ፖሊቲከኛታት ንባዓርሶም ሚልዮነራት ክቅየሩ ንባዓርሶም ጽቡቅ ምቸት ክምችዎም ንባዓርሶም ኣብቲ ዝማመቆ ገዛ ማሚቆም ኣብቲ መሬትና ንብሎ ክነብሩ ከለዉ እቲ ህዝቢ ጊን ይስደድ ይመውት ይቅተል እዩ ዘሎ ስለዚ ንሕና መናእሰያት ተነቂሕና ንሕና ንሓደ ወዲ ሰብ ከም ሰብ ጥራይ ሪኢና እንተተቀቢልናዮ እመኑኒ እዞም ፖለቲከኛታት ንህዝብና ክጻወትሉ ኣይኽእሉን እዮም። ሓደ ነገር ክነግርኩም፣ ብዙሕ ሰብ ተሰዲዱ ናብ ኣውሮፓ ክኣቲ ከሎ፣ ሰብ ጥራይ ብምኻኑ እውን ገዛ መጽለሊ ይህብዎ፣ ይቕበልዎ፣ እታ ዕለታዊ ምግቢ ክትብላዕ ዝግብኣ ይህብዎ፣ የንብርዎ፣ እንድሕር በቲ ናይቲ ዓዲ ዘሎ ሕጊ ተኸይድካ ደሞ ክትነብር ትኽእል እኻ፣ ካብቲ ናይቲ ዓዲ ሕጊ ተወጺኻ ደሞ ኣይትነብርን እኻ። ስለዚ ይሕዋተይ ኣብ ዓድና ደሞ ሰብ ጥራይ ብምኻኑ ኣብ ኣፍሪካ ክንቅበሎ እዩ ዘለና፣ ኣብ ኣፍሪካ ሰብ ጥራይ ብምኻኑ ክነኽብሮ እዩ ዘለና፣ እዞም ፖለቲከኛታት እዚኦም ንዓና ክጻወቱልና የብሎምን እሞ ከኣን ብሂወትና ብግዜና ብሰዓትና ክበታትኑናን ከምኡ ውን ኣብ መረበትና ንከይንነብር ህዝብና ተፋናቂሉ ተፋናቂሉ ጥራይ ኣይኮነን ብጥሜት ደሪቁ ንክመውት እዚ ትርእይዎ ዝኒኦኹም ሰለማዊ ሰልፊ እንዳወጸ ርድኡና ክብል የብሉን ምክንያቱ ርድኡና ዘብሎ ዘሎ መንገዲ መንግስቲ ስለ ዘይብሉ እዩ ስለዚ ሰብ ጥራይ ብምዃኑ ንሓደ ሰብ ክተኽብሮ ኣለካ። በዚ ኣጋጣሚ ከሕልፎ ዝደሊ መልእኽቲ ንሕና መናእሰያት ናይዚ ሕጂ ትውልዲ እዚ ነገር እዚ ተዘይቐይርናዮ ኣብ ቤተሰብናን ኣብ የሕዋትናን ኣብ ገዛናን እንዳኣተወ ኩሉ ግዜ ከምዘይንንቀሳቐስ ተኣሲርና ከምንነብር ክገብረና እዩ ስለዚ ንቓሕ ተስእ ተበራበር ብዝተረፈ ንኩሉ ወዲ ሰብ ኣብ ሕማቕ ኩነታት ዘሎ ሰላምን ፍቕርን የውርደሉ ንትገብርዎ ላይክን ሸርን ከየመስገንኩ ክሓልፍ ኣይደልን እየ ብጣዕሚ ዝፈትወኩም ቻው።